ሰላም ሰላም ሰሎም ደብሰ ካብ ሶሎ ሚድያ ንሓቂ ወይ ድማ ሶሎ ሚድያ ፎር ትሩዝ ኩልኹም ሰዓብተይን ተኸታተልተይን ኣብ ዘለኹሞ ሰላም ጥዕና ክኾነልኩም እናተመነኹ ሎም መዓልቲ ሓደ ሓሳብ ወይ ርእይቶ ሒዘ መፅ ኣለኹ ስለዚ ከምቲ ልሙድ ላይክ ኮመንት ሸር ሳብስክራይብ ክትገብሩ ብትሕትና ሓትት እዚ ንቃለሰሉ ዘለና ቃልሲ ናይ ኩሎም ተቃወምቲ ንሓደን ሓደን እዩ ማለት ካልእ ምርጫ ዘለዎ ኮይኑ ይስምዓኒ ንሱ ድማ እንታይ እዩ ከምዚ ብዚ ኣብ ደገ ንነብሮ ዘለና ሰብ መሰሉ ዝሕለወሉ መሰል ምፅሓፍ መሰል ምዝራብ መሰል በቃ መሰል ናይ ምንባር ከምኡ እንተ ዘይኮይኑ ካብዚ ሕጂ ዘሎ ዲክታተራዊ ዝኾነ ናይ ኢሳያስ መንግስቲ ምንም ዝተፈለየ ኣይኮነን። ሰብ ድላዩ ክሓስብ ኣሎ፣ ድላዩ በቃ ናጽነት ክህልዎ ኣሎ፣ ርእይትኡ ከፍስስ፣ ሓሳቡ ከፍስስ፣ እቲ ኣነ ዝሓስቦ ወይ ድማ ኣነ ዝደልዮ በቲ ናተይ መገዲ ጥራይ ሰብ ክኸይድ ዝደሊ እንተ ኮይነ ዲክታተራዊ ኣካይዳ እዩ። ስለዚ ካብኡ ክንሃድም ኣለና። ንቃለስ ዘለና እዚ ኩሉ ዋጋ ዩኖው ብዙሕ ሰብ ምእንቲ እዛ ክብርቲ ቃልሲ ዝተሰውኡ የሕዋት ኣለውና። ኣብራኾም ዝፈረሰ የዒንቶም ዝፈሰሰ የሕዋት ኣለውና። ስለዚ እንተ ደኣ ልክዕ በቲ መሰል ናይ ሰብ ዝገሃስ ርእይቶ ናይ ሰብ ዘይትቕበል እንተ ደኣ ኮንካ ካብቲ ናይ ኢስያስ ዝተፈለየ ኣይኮነን ንሕና ውን ዲክታተርስ ንኾን ኣለና ስለዚ ናይ ሎም መዓልቲ ሪኢቶይ ወይ ድማ ሓሳበይ ከቐምጥ ዝደሊ እዚ ኣብ መንጎ ህግደፍን ኣብ መንጎ ገለ ሰበ ስልጣን ናይ ሕወሓት ዝግበር ዘሎ ጽምዶ ካብ ልበይ ይኹንኖ ምክንያቱ እዚ ጽምዶ እዚ ደም ዘፋስስ ጽምዶ ጀኖሳይድ ዘምጽእ ጽምዶ ጽንተት ዘምጽእ ጽምዶ ስለ ዝኾነ ስለዚ ነዚ ኣጸብቃ ብጣዕሚ ይቃወሞ በቲ ሓደ ወገን ድማ ብዛዕባ ናህና ብዛዕባቶም ተቃዋምቲ ናይ ብርጌድ ንሓመዱ ንሱ ዝገብሮ ዘሎ ድማ ኣብኡ ድማ ገለ ርእይቶ ኣለኒ እቲ ርእይቶ ነቲ ዝግበር ዘሎ ምድላዋት ምትዕንቓፍ ወይ ድማ ክዕንቅፍ ኢለ ዘይኮነ ግን ይጠቅም ኢለ ዝሓስቦ ርእይቶይ ከፍስስ ስለ ዘለኒ እታ ሃገር ድማ በቃ ክትጥቀም ስለ ዝደልያ ሰላም ክትከውን ስለ ዝደሊ ብዙሕ ደም ክፈስስ ስለ ዘይደሊ ሓደ ሓሳብ ሓደ ርእይቶ ኣለኒ እቲ ናተይ ርእይቶ እቲ ሰብ ዝሰምዖ ኣድላዪ እንተ ደኣ ዀይኑ ወስዶ፣ ልክዕ ከም ሓደ ዜጋ። ኣድላዪ እንተ ደኣ ዘይኰይኑ ድማ ካልእ ዝበለጸ ርእይቶ እንተሎ ናብቲ ርእይቶ ወይ ናብቲ ሓሳብ ንርዕም ማለት ኢዩ። ስለዚ እዚ ሕጂ ዝግበር ዘሎ ወይ ድማ እቲ ዅሉ ገለ ተቓወምቲ ዝብልዎ ኢሳያስ ንምውዳቕ ዋላ ምስ ሰይጣን ምጽማድ ንኢሳያስ ንምውዳቕ ዋላ ምስ ኣይሲስ ክንጸምድ ኣለና ጥራይ ኢሳያስ ውዳቕ ምክንያቱ ብዛዕባ ባሕሪ ባሕሪ ባሕሪ ትበሉ ሕጂ እቲ ናይ ብሓቂ ንዓይ ከም ሰሎሙን ባሕሪ ይኮነን ዘገድሰን ምክንያቱ ሰብ ዘይብሉ ባሕሪ ዋጋ የብሉን ሰብ ዘይብላ ኤርትራ ዋጋ የብላን መጀመርያ ሰብ ይበልጽ ካብ ኤርትራ ሰብ ይበልጽ ካብ ባሕሪ እንተኾነ ግን ናይ ኣብይ ሓሳብ ወይ ድማ ኣብይ ዝብሎ ዘሎ ብዛዕባ ንባሕሪ ምጥቃም ባሕሪ ከፊልካ ምጥቃም ኮእሱ ኣይኮነን ባሕሪ ምግባት እዩ መንግስቲ ኢትዮጵያስ ናይ ግድን ናይ ወይ ድማ እታ ኢትዮጵያ ትበሃል ሃገር ናታ ናይ ባሕሪ ኣፍ ደገ ክህልዋ ኣለዎ እዩ ስለዚ ባሕሪ ሒዙ ኣብኡ ጠጠው ይብል ድዩ ኣይብልን እዩ ባሕሪ ክሕዝ እዩ እንደገና ካልኣይ ባሕሪ ክሕዝ እዩ ብጣዕሚ ደም ዘፍስስ መንግስቲ ስለ ዝኾነ ጀኖሳይደር ስለ ዝኾነ ኣይሲስ ስለ ዝኾነ ስለዚ ነታ ሃገር ነታ ሃገር ብምልእታ ክግብታ እዩ ዝብል ኣረዳዳ እዩ ዘለኒ ስለዚ ሰብ ዘይብላ ኤርትራ ኤርትራ ኣይኮነትን ሰብ ዘይብሉ ባሕሪ ባሕሪ ኣይኮነን ሰብ ይበልጽ ብዛዕባ እቲ ባሕሪ ኣይኮነን ሕጂ ንዓይ ዘካታዓኒ ዘሎ እሱ ኣይኮነን ምክንያቱ ሕጂ እውን እኮ እቶም ኣብ ደገ ዘለና ኤርትራውያን ከምቲ ትብሎ ባሕሪ ኣይወነናን እቲ ባሕሪ ሳ ኣብ ኢድና ኣይኮነን ዘሎ ስለዚ እሱ ኣይኮነን ዘካታዓና ዘሎ እሱ ኣይኮነን ዘዛርበና ዘሎ ግን ምስ ከምዚ ዓይነት ኣይሲስ ዝኾነ ኣብይ ኣሕመድ ጸሚድካ ኢሳያስ ከተውድቖ ኣይትኽእልን ኢኻ መጀመርያ። ካልኣይ እንተወዲቑ ድማ ዝገደደ ጽንተት፣ ዝገደደ ደም ምፍሳስ፣ ዝገደደ ዕንወት እምበር ትርፊ የብሉን። ደሓር ከኣ እንደገና ምስ ኣብይ ኣብ ውግእ ክንኣቱ ኢና። ምኽንያቱ ኣብይ ትማሊ ዘይተኣምነ ኣብይ ሎሚ ክእመን ኣይክእልን እዩ ሰለስተ ኣርባዕተ ቪድዮ ብዛዕባ እዚ ሰሪሐ ኣለኹ ንብድሕሪ ሕጂ እውን ክሰርሕ እዩ ምኽንያቱ ህዝበይ ክነቅሕ ስለ ዘለዎ ህዝበይ እቲ ናይ ብሓቂ ምርጫ ክመርፅ ስለ ዘለዎ እቲ ዘኽብሮ ብርጌድ ንሓመዱ ድማ ምትዕርራያት ክገብር ምኽንያቱ እቲ ለውጢ ይመጽእ ኢለ ዝሓስቦ ኣነ በቲ ዕጡቕ ኣብ ሃገር ዘሎ ልክዕ ከምዚ ብዙሓት የሕዋት ዝብሎ ዘሎ በቲ ኣብ ውሽጢ ሃገር ዘሎ ዕጡቕ ሰራዊትን ምስቲ ኣብ ደገ ዘሎ ተቃዋማይ ብሓደ ኮንካ ብምስራሕ እምበር ምስ ኣብዪ ተፃሚድካ ዝመፅእ ለውጢ ለውጢ ኢለ ኣይሓስብን ዝገደደ ጀኖሳይድ ዝገደደ ደም ምፍሳስ ዝገደደ ጥፍኣት እዩ ክኸውን ስለዚ እዚ ናተይ ሪኢቶ እዩ ናይ ግድን እቲ ናተይ ሪኢቶ ተቀበልዎ ኣይኮንኩን ዝብል ዘለኩ ግን ከም ሓሳብ ብሕልፊ እቶም መራሕቲ ናይ ብርጌድ ንሓመዱ ነዚ ምክንያቱ ዋላ ቅድሚ ሕጂ እንኮ ጌጋታት ተገይሩ እዩ ኣብቲ ብርጌድ ንሓመዱ ኣብቲ ሰራርሓሲ ጌጋታት ኣሎ ስለዚ እቲ ጌጋ እንዳተዓረየ እንዳተዓረየ ኣብዚ ሕጂ በፂሕዎ ዘሎ ደረጃ በፂሑ ኣሎ ስለዚ ነዚ ድማ ከም ሓሳብ ከም ሪኢቶ ሓሳብና ተቐበሉ። ቅድሚ ሕጂ ሓቲተ ነይረ እንታይ እዩ እቲ ስምምዕ ኣብ መንጎ ኣቢን ኣብ መንጎ እቲ ብርጌድ ንሓመዱን ተገይሩ ዘሎ ስምምዕ እንታይ እዩ? ስጋብ ሕጂ ተነግረ ነገር የለን። ጽቡቕ ብሚስጥር ክትሕዝዎ ደሊኹም ምንም ታሽሙ የብለይን ማለት ኩሉ ዝግበር ስምምዓት ህዝቢ ክፈልጦ የብሉን። ህዝቢ ክፈልጦ ዘለዎ ኣብቲ ግቡእ ግዜ እዩ ኢልኩም ትሓስቡ ተኾይንኩም ወላ ሓንቲ ንዕኡ የኽብሮ ግን ሓሳብ ሰብ ርእይቶ ሰብ ሰሚዕኹም ምናልባት ክዕረ ዝግብኦ ነገር እንተ ሃልዩ ምክንያቱ ምርጫ የብልናን ባይታ የብልናን ተባሂሉ ዘይኮነ ባይታ ይምረፅን ምርጫ የብለይን ተባሂሉ ኣነ ምስ ኣይሲስ ብምንም ተኣምር ኣይፀምድኒ ምስ ሓደ ደም ዘፍስስ ኣይጸምድን እዩ ምክንያቱ እሱ ውጽኢታዊ ኣይኮነን ስለዚ ርእቶይ እዚ እዩ ሓሳበይ እዚ እዩ ናይ ሰብ ሓሳብ ተቐበሉ በቃ ሓደ ሰብ ዝኾነ ካብቲ ዘሎ ሓሳብ ፍልይ ዝበለ ሓሳብ ሒዙ እንተ መፅኡ ከም ሓደ መዐንቀፊ ከም ሓደ you know ኣንጻር ብርጌድ ንሓመዱ ደው ዝበለ ጌርኩም እንተ ደኣ ዘይርኢኹሞ ጽቡቕ ኮይኑ ስምዓኒ ስለዚ ከምዚ ዓይነት ሓሳብ ዘለዎም ድማ ብዙሓት ሰባት ክህልኡ ስለ ዝኽእሉ ናብ ኩሉ ሼር ክትገብርዎ ብትሕትና ሓትት የቐኔለይ